ዕዙዝ ሰላምታና ካብ ኣውራ ፕረስ ተቐበሉ ክብራት ተኸታተልትና ናብዚ ሓዳስ ቻነል ሰብስክራይብ ብምግባር ከተተባብዑና እናተላበና ነዚ ዕለት እዚ ዘዳለናዮ ዜና ነቕርበልኩም። ፈለማ ግን ኣርስታቱ ውድቀታት ተኸታተልቲ ስርዓት ኢትዮጵያ ምስ ኣተሓዛ ጉዳይ ኤርትራ ብቐጥታ ከም ዝተኣኣሰር ኣማኻሪ ቀዳማይ ሚኒስትር ኢትዮጵያ ገሊጹ። ኣብ ትግራይ ዝተኣወጀ ኣስገዳዲ ወታደራዊ ታዕሊም ብህፁፅ ተግባራዊ ክኸውን መምርሒ ተመሓላሊፉ። ምክትል ቀዳማይ ሚኒስተር ሶማል ካብ ማዕረፎ ነፈርቲ ኬንያ ተሰጒጉ። ሩስያ 660 ድሮናት ዩክሬን ወቒዓ ከም ዘውደቐት ገሊጻ። ፊሊፒንስ ብ6.4 ሬክተር ዝዓቐኑ ምንቅጥቃጥ ምድሪ ተወቒዓ። ውድቀታት ተኸታተልቲ ስርዓት ኢትዮጵያ ምስ ኣተሓሕዛ ጉዳይ ኤርትራ ብቐጥታ ከም ዝተኣሳሰር ኣማኻሪ ቀዳማይ ሚኒስተር ኢትዮጵያ ገሊጹ። ውድቀት ተኸታተልቲ ስርዓት ኢትዮጵያ ምስ ኣተሓሕዛ ጉዳይ ኤርትራ ብቐጥታ ከም ዝተኣሳሰር ኣማኻሪ ቀዳማይ ሚኒስተር ኢትዮጵያ ኣብ ጉዳያት ቀርኒ ኣፍሪቃ ኣቶ ጌታቸው ረዳ ገሊጹ። ምውዳቕን ምትንሳእን ናይ እቶም ካብ ንጉስ ሃይለስላሴ ክሳብ ስርዓት ኢህወደግ ዝነበሩ ተኸታተልቲ ስርዓታት ኢትዮጵያ ምስ ኣተሓሕዛ ሕቶ ኤርትራ ብቐጥታ ዝምድና ከም ዝነበሮ ዘመልከተ ኣቶ ጌታቸው ኣብዚ እዋን እዚ ምስ ኤርትራ ዘሎ ርክብ ናይ ወደብን ሃገራዊ ድሕነትን ጉዳይ ምስ ሓፈሻዊ ህላወ ናይ ኢትዮጵያ ዝተተሓሓዘ ብምዃኑ መንግስቲ ብጥንቃቐ ክሕዞ ከም ዝግባእ ጠቂሙ። እቲ ኣማኻሪ መንግስቲ ንጉስ ሃይለስላሴ ሕቶ ኤርትራ ንምፍታሕ ዝኸዶ ኣካይዳ ንውድቀቱ ናይ ገዛእ ርእሱ እጃም ነይርዎ። ስርዓት ደርግ ሕቶ ኤርትራ ንምፍታሕ ዝኸዶ መስርሕ ንውድቀቱ ናይ ባዕሉ ተራ ተጻዊቱ እዩ። ስርዓት ኢህወደግ እውን ርክብ ምስ ኤርትራ ብዝምልከት ዝተኸተሎ ኣካይዳ እውን ኣብ ናይ ባዕሉ ውድቀት ነብሱ ዝኸኣለ ኣበርክቶ ነይርዎ እዩ ኢሉ። ኣብ መወዳእታ ከኣ እቲ ንኤርትራ ከም ሃገር ናይ ምቋም መስርሕ ንባዕሉ ንኢትዮጵያ ኣብ ምፍራስን ምድኻምን ዝተመስረተ'ዩ ክብል ኣዘራራቢ ቃል ሂቡ። ኣብ ትግራይ ዝተኣወጀ ኣስገዳዲ ወታደራዊ ታዕሊም ብህጹጽ ተግባራዊ ክኸውን መምርሒ ተመሓላሊፉ። ኣብ ትግራይ ዝተኣወጀ ኣስገዳዲ ወታደራዊ ታዕሊም ብህፁፅ ተግባራዊ ክኸውን ቤት ምኽሪ ናይታ ክልል ትእዛዝ ከምዘመሓላለፈ ተሓቢሩ። ኣፈ ጉባኤ ናይቲ ቤት ምኽሪ ምሕረት ሓጎስ ብ ዕስራን ኣርባዕተን ሰነ ናብ ቤት ፅሕፈቲ ፍትሒ ኣብ ዝለኣኸቶ ደብዳበ እቲ ኣዋጅ ኣብ ነጋሪት ጋዜጣ ናይቲ ክልል ተሓቲሙ ክሳብ ዝወፅእ ናይቲ ክልል ኣካላት ፍትሒ ላዕለዋይ ቤት ፍርድን ኮሚሽን ፖሊስን ነቲ ሕጊ ብግዚያውነት እናሰርሕሉ ክፀንሑ ኣዚዛ። ነቲ ኣዋጅ እቲ ኣብ ቀረባ እዋን ዝቖመን ብዶክተር ደብረጽዮን ገብረ ሚካኤል ዝምራሕን ማእከላይ ናይ ጸጥታ እዚ ብመርሒነት ከም ዘተግብሮ ተገሚቱ ኣሎ። ኣህጉራዊ ተጣባቂ ሰብኣዊ መሰላት ሂዩማን ራይትስ ዎች ኣብዚ ሰሙን እዚ ኣብ ዘውጽኦ መግለጺ ሰበስልጣን ትግራይ ነቲ ኣስገዳዲ ኣዋጅ ብህጹጽ ከልዕልዎ ምጽውዑ ይዝከር። ምክትል ቀዳማይ ሚኒስትር ሶማል ካብ ማዕረፎ ነፈርቲ ኬንያ ተሰጒጎ ምክትል ቀዳማይ ሚኒስትር ሶማል ጅብሪል ዓብድራሽድ ሓጂ ኣብ ኣህጉራዊ ማዕረፎ ነፈርቲ ጆሞ ኬንያታ ብዘይ ሕጋዊ ኣገባብ ዝወነኖ ፓስፖርት ሒዙ ብምርካቡ ካብቲ ማዕረፎ ነፈርቲ ከም ዝምለስ ከም ተገብረ መርበብ ዜና ኦል ኣፍሪካ ሓቢሩ እቱ ሶማላዊ በዓል ስልጣን ሕጋዊ ዲፕሎማሲያዊ ፓስፖርት ሶማለን እዋኑ ዝሓለወ ቪዛን ሒዙ ዩ ብ ዕስራን ኣርባዕተን ሰነ ካብ መቓድሾ ናብ ናይሮቢ ተጓዒዙ። ይኹን እምበር ኣብቲ ናይ ተፍትሽ መስርሕ ሰራሕተኛታት ኢሚግሬሽን ካብ ሕጊ ወፃኢ ዘጥረዮ ናይ ኬንያ ፓስፖርት ከም ዘለዎ ስለዝጠርጠሩ ከዋጥርዎ ጀሚሮም። ኣብቲ ሕቶን መልስን፣ እቲ ሶማላዊ በዓል ስልጣን ናይ ኬንያ ፓስፖርት ሒዙ ከምዘሎ እኳ እንተኣመነ፣ ከረክቦ ግን ፍቓደኛ ከምዘይኮነ ኦል ኣፍሪካ ኣረዲኡ። ምክትል ቀዳማይ ሚኒስተር ጅብሪል ዓብዲራሽድ ድሕሪ ሓደ መዓልቲ ብ ዕስራን ሓሙሽተን ሰነ ናብ መቓድሾ ከምዝምለስ ተገይሩ። ሩስያ ሽዱሽተ ሚእትን ሱሳን ድሮናት ዩክሬን ወቒዓ ከም ዘውደቐት ገሊጻ። ሩስያ ናብ ሎሚ ኣብ ዘውግሐ ለይቲ ጥራይ ሽዱሽተ ሚእትን ሱሳን ሰብ ኣልቦ ነፈርቲ ዩክሬን ወቒዓ ከም ዘውደቐት ኣፍሊጣ። ዩክሬን ኣብ ልዕሊ ስርዓት ምክልኻል ነፈርትን ትሕቲ ቅርጽን ሩስያ ትገብሮ ዘላ ጽዑቕ ደብዳብ ናይ ሕጽረት ነዳድን ጸጥታን ስግኣት ኣሕዲሩ ኣሎ። እተን ድሮናት ኣብ 13 ዞባታት ሩስያ እንተላይ ኣብ ርእሰ ከተማ ሞስኮ ተሃሪመን ከም እተሓምሸሻ ሚኒስትሪ ምክልኻል እታ ሃገር ኣፍሊጡ። በቲ ደብዳብ፣ ካብ ከተማ ሞስኮ ክልተ ሚእቲ ኪሎ ሜተር ንደቡብ ርሒቑ ዝርከብ ኢንዱስትርያዊ መሳለጥያ ኖቮሞስኮቭስክ ጉድኣት ወሪድዎ ኣሎ። ዩክረይን እቲ መሳለጥያ ነቶግትን ተባራዕትን ከም ዘፍርያ ትገልጽ። ፊሊፒንስ ብሽዱሽተ ነጥቢ ኣርባዕተ ሬክተር ዝዓቐኑ ምንቅጥቃጥ ምድሪ ተወቒዓ። ደቡባዊ ፊሊፒንስ ሎሚ 26 ሰነ ሽዱሽተ ነጥቢ ኣርባዕተ ብዝዓቐኑ ምንቅጥቃጥ ምድሪ ከም ዝተወቕዐ ማእከል መጽናዕቲ ጂኦሳይንስ ጀርመን ሓቢሩ። በቲ ምንቅጥቃጥ ሚንዳናኦ ዝተባህለ ደሴት ዝያዳ ከም ተሃስየት እቲ ሓበሬታ ነጺሩ። እቲ ባህርያዊ ሓደጋ ዘውርዶ ጉድኣት ዛጊት ኣይተፈልጠን። ደቡባዊ ፊሊፒንስ ሓደ ካብቶም ብምንቃጥቃጥ ምድሪ ዝጥቅዑ ከባቢታት ዓለም ኮይኑ፣ ዝሓለፈ ሸሞንተ ሰነ ክልተ ሽሕን ዕስራን ሽዱሽተን ብዘጋጠመ ሸውዓተ ነጥቢ ሸሞንተ ሬክተር ዝዓቐኑ ምንቅጥቃጥ ምድሪ ሰላሳን ሸውዓተን ሰባት ከምዝሞቱን ኣማኢት ከምዝቖሰሉን ይዝከር። ክቡራት ተኸታተልትና ዜና ኣብ ዝንዛዝም መዓልታዊ ሃገራዊ ዞባውን ኣህጉራውያን ዜናታት እዋናዊ ሓበሬታታትን ንኽበፅሓኩም ንቻነልና ሳብስክራይብ ላይክን ሼርን ክትገብሩ ደጊምና ንምሕፀን